ብስመ ኣብ ኣቦናን ወልድ ሓውናን መንፈስ ቅዱስ ቀዳሲናን ሓደ ኣምላኽና ኣሜን። እዚ እቲ ካልኣይ ክፋል ናይ ሆሳእና ንባባት እዩ። ነቲ ሕማም ሰሙን ሕማማት ንዕኡ ዝቕርበና እዩ። ቀዳማይ ንባብ ካብ መልእኽቲ ሃዋርያ ጳውሎስ ናብ ሰብ ፊልጵስዮስ ምዕራፍ ክልተ ካብ ፍቕዲ ሓሙሽተ ክሳዕ ዓሰርተ ሓደ እቲ ኣብ ክርስቶስ ኢየሱስ ዝነበረ ኣተሓሳስባ ኣባኻትኩም ይሃሉ። ንሱ ብባህሪኡ ኣምላኽ እኳ እንተኾነ፣ ነቲ ምስ ኣምላኽ ዝነበሮ ማዕርነት ኣይገድፍን ኢሉ ኣይተኸራኸረን። እንተኾነ ሰብ ብምዃን፣ መልክዕ ባርያ ብምውሳድ፣ ብገዛእ ፍቓዱ ንርእሱ ድኻ ገበረ። ንርእሱ ትሕት ብምባል ክሳዕብ ሞት፣ እረ እኳ ደኣ ክሳዕ ኣብ መስቀል ምሟት ተኣዘዘ። ስለዚ'ውን ኣምላኽ ልዕሊ ኩሉ ልዕል ኣቦሎ፣ ልዕሊ ኩሉ ስም ዝኾነ ስም ከኣ ሃቦ። ስለዚ ንኽብሪ ስም ኢየሱስ ኣብ ሰማይን ኣብ ምድርን ኣብ ትሕቲ ምድርን ዘሎ ዅሉ ፍጥረት ብብርኩ ኽንብርከኽ እዩ። ንኽብሪ እግዚኣብሔር ኣቦ ኸኣ ኢየሱስ ክርስቶስ ጐይታ ከም ዝዀነ ብጋህዲ ክኣምን እዩ። ነዚ ሰሙን ርሕራሐ ዝተዋህበና ወንጌል ካብ ወንጌል ማቴዎስ ካብ ምዕራፍ ዕስራን ሽዱሽተን ካብ ፍቕዲ ዓሰርተ ኣርባዕተ ጀሚርካ እዩ። ሽዑ እቲ ይሁዳ ኣስቆሮታዊ ዝተባህለ ሓደ ኻብቶም ዓሰርተው ክልተ ናብ ሊቀ ኻህናት ከይዱ ኣነ ንኢየሱስ ኣሕሊፈ ክበኩምሲ እንታይ ትብኒ በሎም ንሳቶም ከኣ ሰላሳ ቅርሺ ብሩር ሃብዎ ካብኡ ሒዙ ኣሕሊፉ ክህቦ ምቹእ ጊዜ ይደሊ ነበረ በታ ቀዳመይቲ መዓልቲ በዓል ቅጫ እቶም ደቂ መዛሙርቱ ናብ ኢየሱስ ቀሪቦም ድራር ፋሲካ ክትበልዕሲ ኣበይ ከነዳልወልካ ትደሊ በልዎ ንሱ ድማ ናብ ከተማ ኬድኩም ንገለ መምህር ጊዜይ ቀሪቡ እዩ እሞ ምስ ደቂ መዛሙርተይ ኣብ ቤትካ ፋሲካ ኸብዕል እየ ይብል ኣሎ በልዎ በሎም። እቶም ደቂ መዛሙርቲ ድማ የሱስ ከም ዝኣዘዞም ገበሩ፣ ድራር ፋሲካ ኣዳለዉ። ምስ መሰየ ምስቶም ዓሰርተው ክልተ ደቂ መዛሙርቱ ኣብ መኣዲ ተቐመጠ፣ ክበልዑ ኸለዉ ኸኣ ኻባታቶም ሓደ ኻባኻትኩም ሓደ እሕሊፉ ኸም ዝህበኒ ብሓቂ እብለኩም ኣሎኹ በሎም። ንሳቶም ከኣ ብዙሕ ጐሃዩ፣ ነፍሲ ወከፎም እውን ጐይታይ ኣነ ደኾን እኸውን? ክብሉ ጀመሩ። የሱስ መሊሱ፣ እቲ ኢዱ ምሳይ ኣብ ጻሕሊ ዜጥልቕ ንሱ እዩ ኣሕሊፉ ዚህበኒ። ወዲ ሰብሲ ኸምቲ ብዛዕባኡ ዝተጻሕፈ ኪኸይድ እዩ። ግናኸ እቲ ንወዲ ሰብ ኣሕሊፉ ዚህቦ ሰብ ወይልኡ! እቲ ሰብ እቲስ እንተ ዘይውለድ ምሐሾ ነይሩ በሎም። እቲ ኣሕሊፉ ዝሃቦ ዚህቦ ይሁዳ ድማ፣ መምህር፣ ኣነ ደኾን እየ? ኢሉ ሓተቶ። የሱስ ከኣ፣ ባዕልኻ እኳ ትብል ኣሎኻ በሎ። ክበልዑ ከለዉ ኢየሱስ እንጌራ ኣልዓለ፣ ኣመስጊኑ፣ ቆሪሱ፣ ነቶም ደቁ መዛሙርቱ እዚ ስጋይ እዩ፣ እንኩ ብልዑ እናበለ ሃቦም። ጽዋዕ ኣልዒሉ ድማ ኣመስጊኑ፣ እዚ ምእንቲ ብዙሓን ንሕድገት ሓጢኣት ዝፈስስ ዘሎ ናይ ሓድሽ ኪዳን ደመይ እዩ እሞ ኻብዚ ዅልኹም ስተዩ እናበለ ሃቦም። ድሕሪ ሕጂ ኽሳዕ እታ መዓልቲ እቲኣ ኣብ መንግስቲ ኣቦይ ምሳኻትኩም ኣሓዲስ ክሳዕ ከም ብሓዲሽ ክሳዕ ዝሰትዮ ኻብዚ ፍረ ወይኒ እዚ ከቶ ኸም ዘይሰቲ እብለኩም ኣሎኹ ድማ በሎም። መዝሙር ምስጋና ምስ ዘመሩ ኸኣ ናብ ደብረ ዘይት ደየቡ። ሽዑ ኢየሱስ ነቲ ጓሳ ክቐትሎ እየ፣ እተን መጓሰ ኣባጊዕ ድማ ፋሕ ክብላ እየን ዝብል ተጻሒፉ ኣሎ እሞ፣ በዛ ለይቲ እዚኣ ዅላኻትኩም ክትክሕዱኒ ኢኹም። ምስ ተንሳእኩ ግና ናብ ገሊላ ክቕድመኩም እየ በሎም። ጴጥሮስ ከኣ ኵላቶም እኳ እንተ ኸሓዱኻ፣ ኣነስ ከቶ ኣይክሕደካን እየ ኢሉ መለሰሉ። የሱስ ከኣ በዛ ለይቲ እዚኣ ደርሆ ኸይነቈወ ሰለስተ ሳዕ ከም እትኽሕደኒ ብሓቂ እብለካ ኣሎኹ በሎ። ጴጥሮስ ድማ ምሳኻ ደኣ እመውት እምበር፣ ከቶ ኣይክሕደካን እየ በሎ። እቶም ካልኦት ደቂ መዛሙርቲ ድማ ኵላቶም ከምኡ በሉ። ድሕሪ እዚ የሱስ ምስታቶም ጌተሰማኒ ናብ እትበሃል ቦታ ኸደ፣ ንደቂ መዛሙርቱ ድማ ናብቲ ኸይደ ኽሳዕ ዝጽሊ ኣብዚ ተቐመጡ በሎም። ንጴጥሮስን ንኻልኦት ደቂ ዘብዴዎስን ምስኦም ተማሊኡ ንኽልተ ንኽልቲኦም ደቂ ዘብዴዎስን ምስኡ ተማሊኡ ኸኣ ክጉህን ክትክዝን ጀመረ። ሽዑ ብጓሂ ኽሳዕ ሞት በጺሐ ኣለኹ እሞ፣ ኣብዚ ጽንሑ ምሳይውን ንቕሑ በሎም። ቁሩብ ርሕቕ ኢሉ ኸኣ ብገጹ ተደፊኡ ጸለየ። ኦ ኣቦይ እዚ ዝከኣል እንተኾይኑስ እዛ ናይ መከራ ጽዋዕ እዚኣ ካባይ ትሕለፍ፣ እንተኾነ ግን ከም ፍቓድካ ደኣ ይኹን እምበር ከም ፍቓደይ ኣይኹን እውን በለ። ናብ ደቂ መዛሙርቱ ምስ ተመልሰ ኸኣ ደቂሶም ረኸቦም። ረኸቦም እሞ ንጴጥሮስ ክሳዕ ክንድዚዶ ሓንቲ ሰዓት እኳ ምሳይ ምንቃሕ ኣይከኣለኩምን? እምበኣር ናብ ፈተና ከይትኣትዉስ ንቕሑን ጸልዩን። መንፈስ ድልዊ እዩ፣ ስጋ ግና ድኹም እዩ በሎም። በሎ። ካልኣይ ግዜ ከይዱ ኸኣ ኦ ኣቦይ እዛ ጽዋዐ እዚኣ ከይሰተኹዋ ክትሓልፍ ዘይከኣል እንተ ኾይኑስ ፍቓድካ ይኹን እናበለ ከም ብሓድሽ ጸለየ። ከም እንደገና ተመሊሱ ከኣ ኣዒንቶም ባዕዚዘን ስለ ዝነበራ ደቂሶም ረኸቦም። ሓዲግዎም ከኣ ከም ብሓድሽ ከይዱ እውን ከምቲ ቀደም ኢልዎ ዝነበረ ቃል ሳልሳይ ጊዜ ጸለየ። ሽዑ ናብቶም ደቂ መዛሙርቱ ተመሊሱ ህጂ እውን ገና ደቂስኩምዶ? ደቂስኩምን ኣዕሪፍኩምን ዶ ኣሎኹም? እምበኣር እቲ ንወዲ ሰብ ናብ ኢድ ሓጥኣን ኣሕሊፎም ዝህቡሉ እዋን በጺሑ እዩ። ተንስኡ፣ ንኺድ፣ እቲ ኣሕሊፉ ዝህበኒ እንሆ ቀሪቡ ኣሎ በሎም። ገና እዚ ክዛረብ ከሎ እንሆ ይሁዳ ሓደ ካብቶም ዓሰርተው ክልተ መጸ፣ ምስኡ ምስኡ ደቂ መዛሙ ደቂ ምስኡ ድማ ብሊቀ ኻህናትን ሽማግለታትን ህዝብን ዝተላእኩ ኣስያፍን ኣባትርን ዝሓዙ ብዙሓት ሰባት መጹ። እቲ ኣሕሊፉ ዝህቦ ኸኣ እቲ ኣነ ዝስዕሞ ንሱ እዩ እሞ ሓዝዎ ኢሉ ምልክት ሂብዎም ነበረ። ብኡብኡ ናብ የሱስ ቀሪቡ ድማ ሰላም መምህር ኢሉ ሰዓሞ። የሱስ ከኣ ዓርከይ ዘምጽኣካ ግበር በሎ። ሽዑ ቀሪቡ ንየሱስ ቀሪቦም ንየሱስ ሓዝዎ። እንሆ ካብቶም ምስ የሱስ ዝነበሩ ሓደ ሰይፉ መልሐ እሞ ነቲ ጊልያ ሊቀ ኻህናት ወቕዖ። እዝኑውን ቈረጾ። ሽዑ የሱስ፣ ሰይፊ ዘልዕሉ ዅሎም ብሰይፊ እዮም ዚጠፍኡ እሞ፣ ሰይፍኻ ናብ ሰገባኡ ምለሶ። ኣነ ነቦይ ክልምኖ ዘይከኣለኒ፣ ንሱ ኸኣ ኸኣ ዓሰርተ ክልተ ሰራዊት ዝበዝሑ መላእኽቲ ብቕጽበት ክሰደለይ ዘይከኣሎዶ ይመስለካ? እቶም ከምዚ ኪኸውን እቲ እቶም ከምዚ ኪኸውን ኣለዎ ዚብሉ መጻሕፍቲ ደኣ ኸመይ ኢሎም ኪፍጸሙ እዮም በሎ። በታ ሰዓትቲኣ የሱስ ነቶም ህዝቢ፣ ከም ጒሒላን ከም ጒሒላዶ ብሰይፍን ብበትርን ክትሕዙኒ መጺእኩም? ዕለት ዕለት ኣብ ቤት መቕደስ ተቐሚጠዶ እምህር ኣይነበርኩን? ኣይሓዝኩምንን። እዚ ዅሉ ዝዀነ ግና መጻሕፍቲ ነብያት ምእንቲ ኺፍጸሙ እዩ በሎም። ሽዑ ደቂ መዛሙርቱ ዅሎም ሓዲጎምዎ ሃደሙ። እቶም ንየሱስ ዝሓዝዎ ኸኣ ናብቲ መምህራን ሕግን ሽማግለታትን ተኣኪቦምሉ ዝነበሩ ናብ እንዳ ቐያፋ ሊቀ ኻህናት ወሰድዎ። ጴጥሮስ ግና ኽሳዕ እቲ ቐጽሪ ገዛ ሊቀ ኻህናት ብርሑቕ ሰዓቦ። መወዳእትኡ ምእንቲ ኽርኢ እውን ናብ ውሽጢ ኣትዩ ምሳታት ምስቶም ገላዉ ተቐመጠ። ሊቀ ኻህናት ብዘሎ እቲ ዋዕላን ከኣ ንየሱስ ምእንቲ ክቐትልዎ ምስክር ሓሶት ይደልዩ ነበሩ። እንተኾነ ብዙሓት ሓሰውቲ መሰኻኽር እኳ እንተቐረቡ ሓንቲ እኳ ኣይረኸቡን። ደሓር ግና ክልተ ቀሪቦም እዚ ሰብ እዚ ንቤተ መቕደስ ኣፍሪሰ ብሰለስተ መዓልቲ ክሃንጾ እኽእል እየ ኢሉ ተዛሪቡ በሉ። እቶም ሊቀ ካህናት ከኣ ተንስኡ ነዚ እዚኣቶም ኣብ ልዕለኻ ዝምስክርዎ ዘለዉስ ዘለዉስ እኳዶ ገለ ኣይትምልሰሉን ኢኻ በሎም። የሱስ ከኣ ንስኻ እቲ ክርስቶስ ወዲ ኣምላኽ እንተ ኾይንካስ፣ የሱስ ግና ኣይመለሰሉን። እቲ ሊቀ ኻህናት ከኣ ንስኻ እቲ ክርስቶስ ወዲ ኣምላኽ እንተ ዀንካስ ክትነግረና በቲ ህያው ኣምላኽ እምሕለካ ኣሎኹ በሎ። የሱስ ከኣ ንስኻ እኳ ትብል ኣሎኻ፣ ድሕሪ ሕጂ ግና ወዲ ሰብ ኣብ የማን ሓይሊ እግዚኣብሄር ተቐሚጡ ብደመና ሰማይ ኪመጽእ ከሎ ክትርእይዎ ኢኹም እብለኩም ኣሎኹ በሎ። ድሕርዚ እቲ ሊቀ ኻህናት ክዳኑ እናቐደደ እንሆ ይጻረፍ ኣሎ፣ ጸርፉውን ትሰምዑ ኣሎኹም። ደጊም ደኣ እንታይ ምስክር የድልየና? እንታይ ከ ይመስለኩም በለ። ንሳቶም ከኣ ሞት ይግብኦ ኢሎም መለሱ መለሱሉ። ሽዑ ኣብ ገጹ ጡፍ በለሉ፣ ገሊኦም ድማ ወቕዕዎ። ኦ መሲሕ መን እዩ ዝወቕዓካ እስከ ተነበየልና እናበሉ ከኣ ይጸፍዕዎ ነበሩ። ጴጥሮስ ኣብ ግዳም ኣብቲ ቀጽሪ ተቐሚጡ ኸሎ፣ ሓንቲ ገረድ፣ ንስኻውን ምስ ኢየሱስ ገሊላዊ ኔርካ ኢኻ እናበለት ናብኡ ቀረበት። ንሱ ኸኣ እዚ ትብልዮ ዘለኺ ኣይፈልጦን እየ እናበለ ኣብ ኣብ ቂድሚ ኹሎም ከሓደ። ናብቲ ዓንቀጽ ምስ ወጸ ኸኣ ሓንቲ ካልእ ገረድ ረኣየቶ። ኣብኡ ንዝነበሩ ድማ እዚ ምስ ኢየሱስ ናዝራዊ ነይሩ በለቶም። ንሱ ኸኣ ነዚ ሰብ እዚ ኣይፈልጦን እየ ኢሉ ከም ብሓድሽ ከሓደ። መሓለውን። ድሕሪ ቁሩብ ግዜ ድማ እቶም ደው ኢሎም ዝነበሩ ጴጥሮስ ንስኻ ብሓቂ ካብቶም ካብኣታቶም ኢኻ ዘረባኻውን የፍልጠካ ኣሎ በልዎ። ሽዑ ንሱ ኣነ ነቲ ሰብ ኣይፈልጦን ነቲ ሰብ ኣይፈልጦን እየ ኢሉ ክምሕልን ንባዕሉ ክረግምን ጀመረ። ብእኡ ኸኣ ደርሆ ነቀወ። ጴጥሮስ ድማ ነቲ የሱስ ደርሆ ከይነቀወ ሰለስተ ሻዕ ክትክሕደኒ ኢኻ ዝበሎ ቃል ዘከረ። ናብ ደገ ከይዱውን ኣምሪሩ በኸየ። ምስ ወግሐ፣ ኵሎም ሊቀ ኻህናትን ሽማግለታትን ኣህዛብን ህዝብን ንየሱስ ኪቐትልዎ ተማኸሩ። ኣሲሮም ወሰድዎ እሞ ንጲላጦስ ነቲ ገዛኢ ኣሕሊፎም ሃብዎ። ሽዑ እቲ ዝሓዞ ይሁዳ ንየሱስ ተፈሪድዎ ምስ ረኣየ ተጣዒሱ፣ ንጹህ ሰብ ንሞት ኣሕሊፈ ብምሃበይ በዲለ እየ እናበለ ነቲ ሰላሳ ቅርሺ ብሩር ናብ ሊቀ ኻህናትን ሽማግለታትን ሽማግለታት ህዝብን መለሶ። ንሳቶም ግና ንሕና እሞ እንታይ ገዲሱና? ባዕልኻ ትፈልጥ በልዎ። ንሱ ኸኣ ነቲ ሰላሳ ቕርሺ ብሩር ናብ ቤተ መቕደስ ደርብይዎ ወጸ፣ ከይዱውን ተሓንቀ። እቶም ሊቀ ኻህናት ግና ነቲ ገንዘብ ወሲዶም፣ ዋጋ ደም ስለ ዝኾነ፣ ኣብ መቐበሊ ምጽዋት ከነእትዎ ኣይግባእን እዩ በሉ። ተማኺሮም ከኣ ብእኡ ንመቓብር ኣጋይሽ ዝኸውን ግራት ግራት ሰራሕ መሬት ዓደጉሉ። ስለዚ እታ ግራት እቲኣ ኽሳዕ ሎሚ ግራት ደም ትበሃል ኣላ። እቲ ብነብዪ ኤርምያስ ነቲ ደቂ እስራኤል ዋግኡ ዝገምገሙሉ ዋጋ እቲ ኽቡር ሰላሳ ቅርሺ ብሩር ወሲዱ ወሰዱ፣ ከምቲ እግዚኣብሄር ዝኣዘዞ ዝኣዘዘኒውን ንግራት ስራሕ መሬት ሃብዎ ኢሉ ዝተነግረ ቃል ተፈጸመ። የሱስ ኣብ ቅድሚ እቲ ገዛኢ ቆመ፣ እቲ ገዛኢ ድማ ንስኻዶ ንጉስ ኣይሁድ ኢኻ? ንስኻዶ ንስኻዶ ንጉስ ኣይሁድ ኢኻ? ኢሉ ሓተቶ። የሱስ ከኣ ንስኻ እኳ ባዕልኻ ትብል ኣሎኻ በሎ። ሊቀ ኻህናትን ሽማግለታት ህዝብን ሽማግለታት ህዝብን ኪኸስዎ ኸለዉ ድማ ሓንቲ እኳ ኣይመለሰን። ሽዑ ጲላጦስ፣ ብኽንደይ ነገራት ኣብ ልዕለኻ ዚምስክሩ ኸም ዘለዉዶ ኣይትሰምዕን ኢኻ? በሎ። የሱስ ግና፣ እቲ ገዛኢ ኣዝዩ ኽሳዕ ዚግረም፣ ሓንቲ ቓል እኳ ኣይመለሰሉን። እቲ ገዛኢ ብበዓል ነቶም እቲ ገዛኢ ብበዓል ነቶም ህዝቢ ዝደለይዎ ሓደ እሱር ኪፈትሓሎም ልማድ ነበሮ። ባርባን ዝተባህለ ሓደ ውሩይ እሱር ድማ ነበሮም። ጲላጦስ ከኣ ንየሱስ ብቕንኣት ከም ዘትሓዝዎ ይፈልጥ ስለ ዝነበረ፣ እቶም ህዝቢ ምስ ተኣከቡ፣ ንመኖም ክፈትሓልኩም ትደልዩ፣ ንባርባንዶ ወይስ ነዚ ክርስቶስ ዝበሃል የሱስ? በሎም። ኣብ መንበር ፍርዲ ተቐሚጡ ከ ከሎ ድማ፣ ሰበይቱ ሎሚ ለይቲ ብሕልሚ ብዛዕባኡ ብዙሕ ተሳቕየዮ እሞ፣ ኣብ ልዕሊ እቲ ጻድቕ ሓንቲ ኸይትብድል ተጠንቀቕ ኢላ ልኡኽ ለኣኸትሉ። ሊቀ ኻህናትን ሽማግለታትን ግና ነቶም ህዝቢ፣ ነቶም ህዝቢ፣ ባርባን ይፍታሕ፣ የሱስ ግና ይቀተል፣ ኢሎም ክልምኑ ሕራይ ኣበሉዎም። ሽዑ እቲ ገዛኢ፣ ካብ ክልቲኦም ንመኖም ክፈትሓልኩም ትደልዩ? ኢሉ ሓተቶም። ንሳቶም ድማ፣ ንባርባን! በሉዎ። ጴሎጦስ ጲላጦስ ከኣ፣ ነዚ ክርስቶስ ዝተባህለ የሱስ ደኣ እንታይ ክገብሮ እየ? በሎም። ኵሎም ድማ፣ ይሰቐል! በሉ። ጲላጦስ፣ እንታይ ክፉእ ገበረ? በሎም። ንሳቶም ግና ይሰቐል እናበሉ ኣበርቲዖም ይጭድሩ ነበሩ። ስለዚ ጲላጦስ እዚ ነገር እዚ ናዕቢ ከምዘይከንምልዕዓል እንተዘይኮይኑስ ካልእ ገለ እኳ ከምዘይጠቅም ምስ ረኣየ ማይ ወሲዱ ኣነ ካብ ደም ናይዚ ጻድቕ እዚ ንጹህ እየ ባዕልኹም ትፈልጡ እናበለ ኣብ ቅድሚ እቶም ህዝቢ ኣእዳዉ ተሓጽበ። ኩሎም እቶም ህዝቢ ከኣ ደሙ ኣብ ልዕለናን ኣብ ልዕሊ ደቅናን ይኹን እናበሉ መለሱሉ። ሽዑ ንባርባን ፈትሕዎ። ንየሱስ ግና ገሪፉ ክስቀል ሃቦም። ድሕሪዚ እቶም ወታደራት ጲላጦስ ንየሱስ ኣብ ቤት መንግስቲ ወሲዶም ብዘሎ ነቲ ሰራዊት ኣብኡ ኣከብዎ። ክዳኑ ገፊፎም ከኣ ቀይሕ ባርኖስ ከደንዎ፣ ካብ እሾኽ ኣኽሊል ተቲዖም እውን ኣብ ርእሱ ደፍኡሉ። ኣብ የማን ኢዱ ዘንጊ ኣትሒዞም ከኣ ኣብ ቂድሙ እናተንበርከኹ ሰላም ኦ ንጉስ ኣይሁድ እናበሉ ይላግጹሉ ነበሩ። ጡፍ ድማ በሉሉ። ነቲ ዘንጊ ኣሕዲጎም ከኣ ርእሱ ወቕዕዎ። ምስ ኣላገጹሉ ድማ ነቲ ቀይሕ ባርኖስ ቀንጢጦም ክዳውንቲ ክዳውንቱ ከደንዎ። ክስቀ ክሰቕልዎ እውን ወሰድዎ። ክወጽ ክወጹ ከለዉ ድማ ስምኦን ዝስሙ ሓደ ቀሬናዊ ሰብኣይ ረኸቡ። እሞ መስቀል የሱስ ክጸውር ኣገደድዎ። ጎልጎልታ፣ ትርጉሙ ሓምሓም ርእሲ፣ ተባሂሉ ናብ ዝጽዋዕ ስፍራ ምስ በጽሑ፣ ሓሞት ዝተሓወሶ መጺጽ ወይኒ ክሰቲ ሃብዎ። ንሱ ኸኣ ጥዒሙ ምስታይ ኣበየ። ምስ ሰቐልዎ ኸኣ ነቲ ክዳውንቱ ዕጫ ኣውዲቖም ተማቐልዎ። ኣብኡ ተቐሚጦም ከኣ ይሕልውዎ ነበሩ። ኣብ ልዕሊ ርእሱ ድማ እዚ ኢየሱስ ንጉስ ኣይሁድ እዩ ዝብል ናይ ክሱ ጽሑፍ ኣንበሩሉ። ሽዑ ምስኡ ምስ ክልተ ጓሓሎት፣ ጓሓሉት፣ ሓደ ብየማኑ ሓደ ድማ ብጸጋሙ ተሰቕሉ። እቶም ብጥቕኡ ዝሓልፉ ዝነበሩ ድማ ርእሶም እናነቕነቑ፣ ኣታ ንቤተ መቕደስ ኣፍሪስካ ኣብ ሰለስተ መዓልቲ እትሃንጽ፣ እስከ ንርእስኻ ኣድሕን! ወዲ ኣምላኽ እንተ ዄንካስ እስከ ካብ መስቀል ውረድ! እናበሉ ይጸርፍዎ ነበሩ። ከምኡ ድማ እቶም ሊቃውንቲ ካህናትን ምስ መምህራን ሕግን ሽማግለታትን ኰይኖም ንኻልኦት ኣድሓነ፣ ንርእሱ ግና ኼድሕን ኣይከኣለን። ንሱ ንጉስ እስራኤል እንተ ደኣ ዀይኑስ፣ እስከ ሕጂ ኻብ መስቀል ይውረድ፣ ንሕና ኸኣ ብእኡ ኽንኣምን። ንሱ ብኣምላኽ ተኣሚኑ እዩ፣ ኣነ ወዲ ኣምላኽ እየ እውን ኢሉ እዩ እሞ፣ ዘፍቅሮ እንተ ደኣ ዀይኑስ፣ እስከ ሕጂ የድሕኖ እናበሉ የላግጹሉ ነበሩ። ከምኡ ኸኣ እቶም ምስኡ ዝተሰቕሉ ጐሓሉ የላግጹሉ ነበሩ። እንሆ፣ ካብ ፍርቂ መዓልቲ ጀሚሩ ኽሳዕ ታስዐይቲ ሰዓት ብዘሎ ምድሪ ጸልማት ጸልመተ። ብታስዐይቲ ሰዓት ኣቢሉ የሱስ፣ ኤሎሄ፣ ኤሎሄ፣ ለማ ሰበቕታኒ? እናበለ ብዓብዪ ድምጺ ጨርሐ። እዚ ኸኣ፣ ኣምላኸይ፣ ኣምላኸይ፣ ንምንታይ ሓደግካኒ? ማለት እዩ። ገሊኦም ከኣ ካብቶም ኣብኡ ቈይሞም ዝነበሩ ሰባት ነዚ ምስ ሰምዑ፣ እዝስ ንኤልያስ እዩ ዚጽውዕ ዘሎ። በሉ። ሽዑ ሓደ ኻባታቶም ጎይዩ ሰፍነግ ወሲዱ ኣብ መጺጽ ኣሊኹ ኣብ ዘንጊ ኣሲሩ ከስትዮ ኣቕረበሉ። ገሊኦም ግና ሕደጎ ኤልያስ መጺኡ ዘድሕኖ እንተ ኾይኑስ ክንርኢ ኢና በሉ። የሱስ ከም ብሓድሽ ብዓቢ ድምጺ ጨርሐ፣ ነፍሱ ድማ ወጸት። እነሆ ኸኣ መጋረጃ ቤተ መቕደስ ካብ ላዕሊ ክሳዕ ታሕቲ ኣብ ክልተ ተተርተረ፣ ምድሪ ኣንቀጥቀጠት፣ ኣኻውሕ ድማ ተጨዱ፣ መቓብራት ተኸፍቱ፣ ሞይቶም ዝነበሩ ናብ ብዙሓት ናይ ብዙሓት ቅዱሳን ሬሳታት ድማ ካብ ሞት ተንስኡ። ድሕሪ ትንሳኤኡ ድሕሪ ትንሳኤኡ ድማ ካብ መቓብራት ወጺኦም ናብቲ ቅድስቲ ከተማ ኣተዉ፣ ንብዙሓት እውን ተራእይዎም። እቲ ሓለቓ ሚእቲ ነቶም ንየሱስ ኪሕልዉዎ ምስኡ ዝነበሩን ከኣ ነቲ ምንቅጥቃጥ ምድርን ነቲ ዝዀነ ነገራትን ርእዮም፣ እዝስ ብሓቂ ወዲ ኣምላኽ እዩ እናበሉ ኣዝዮም ፈርሁ። ኣብኡ ኸኣ ንየሱስ እናገልገለኦ ኻብ ገሊላ ሒዘን ዝተኸተላኦ ብዙሓት ኣንስቲ ብርሑቕ ይዕዘባ ነበራ። ካባታተን እውን ማርያም መግደላዊት፣ ማርያም ኣደ ያእቆብን ዮሳን እታ እኖ ደቂ ዘብዴዎስን ነበራ። ምስ መሰየ ግና ዮሴፍ ዝተባህለ ሃብታም ሰብኣይ ካብ ኣርማትያስ መጸ፣ ንሱ ኸኣ ወዲ መዝሙር የሱስ ነበረ። ናብ ጲላጦስ ቀሪቡ ድማ ናብ ናይ የሱስ ስጋ ለመነ። ሽዑ ጲላጦስ ክህብዎ ኣዘዘ። ዮሴፍ ድማ ነቲ ስጋ ወሲዱ ብጽሩይ በፍታ ገነዞ፣ ኣብታ ኣብ ከውሒ ዘውቀሮ ናይ ባዕሉ ሓድሽ መቓብር እውን ኣንበሮ። እቲ ዓብዪ ሓደ ዓብዪ እምኒ ኣንከራርዩ ድማ ነቲ ኣፍ መቓብር ዓጽይዎ ከደ። ኣብኡ ኸኣ ማርያም መግደላዊትን፣ እታ ካልኣይቲ እታ ካልኣይታን ኣብ መንጽሩ ተቐሚጠን ነበራ። ንጽባሒቱ ድሕሪ እታ መዓልቲ ምድላው ሊቀ ካህናትን ፈሪሳውያንን ተኣከቡ እሞ ናብ ጲላጦስ ከይዶም ጐይታና እቲ መስሓቲ ብህይወቱ ከሎ ድሕሪ ሣልስተ ሠለስተ መዓልቲ ኽትንሥእ እየ እዩ እየ ከም ዝበለ ዘከርና። ስለዚ ደቂ መዛሙርቱ መጺኦም ከይሰርቅዎ፣ ንህዝቢ ከኣ ካብ ሙታት ተንሲኡ ከይብሉ እሞ ካብ ቀዳማዩ እቲ ዳሕራይኹ ዝገደደ ስሕተት ከይከውንሲ ክሳዕ ሳልስቲ መዓልቲ እቲ መቓብር ብጽኑዕ ክሕሎ ኣዝዝ በልዎም። ጲላጦስ ከኣ ሓለውቲ ውሰዱ ከም እትደልይዎ ጌርኩም ከኣ ከም ትደልይዎ ጌርኩም ከኣ ኺዱ ኣጽኒዕኩም ሓልውዎ በሎም። ንሳቶም ድማ ከይዶም ነቲ እምኒ ማሕተም ገበሩሉ፣ ነቲ መቓብር ድማ ብወታደራት ኣጽኒዖም ሓለውዎ። እዚ ወንጌል ጎይታና እዩ። ስብሃት ንኣብን ወልድን መንፈስ ቁዱስን ይኩን ጥንቲ ከምዝነበረ ሕጂን ንወትሩን ንዘላለም ኣለምን ኣሜን።